ፖለቲካዊ ሪስክ ዝወስድ ተዘይኮይኑ ሰባት ኣብ ቅድሚኡ ጌሩ ወላ ሓንቲ ክዕወት ውን ኣይክእልን እዚ ናይ ውፉይ ኣነ ሕጂ ውን እደግማ ጸኒሐ ክሰምዓ እየ እምበር ኣነ ምስ ውፉይ ብዙሕ ኪላፍ የብለይን ምክንያቱ ክዕወት ዝጎይ ሰብ እዩ ሓታ እዚ እዚኦም ህግደፍ እዚኦም ጸላእቲ ዝህብዎ ኣጀንዳ ንሕና እሱ ክንቅበል የብልናን ድሓር እዚ ኣእምሮና ዝበረዝዎ ኣሎ እስያዳ እልባሓር መሬት ህዝብና ብሂወት ይቀብርዎ ኣለዉ እቲ ስርዓት ሰላሳ ዓመት ኣብዚኣ ባሕርን ኣብዚኣ ባድመን ተሓቢኡ ነይሩ። እዚኤን ክልቲኤን ከዓ ክፈርሳ ኣለዎን። ሓታ እዚ ካሰተን እዚ ሙጅተማዕ ልሙስልም ብፍላይ ያዕኒ ንሕና ክሳብ ዝኾንና ኣብዚ ሜድያ እዚ ሕጂ ዋጅሃ ኮይንና ዘለና ክርድኣና ክኽእል ኣለዎ። ማፊ እዚ ንሱ ዝህበና ጸላኢና ዝህበና ኣንጎሎ ንሕና ሕገ ክንኮነሉ የብልናን ያኺ።

እዚ ጸላኢ እዚ እዚ ማዕጾ ተዓጽዩ ዘሎ ያናስ ካሰተን ንሕናት እዮም መንእሰያት ወብልካስ እዚ ሙጅተማዕ ልሙስሊም ነብስና ክንረክባ እንተኮይንና እንሻላህ ብሰማይ ድዩ እንታይ ኢኩም ዝብልዎ ቀዘዋት መጽዩ ክፈርስ ኣለዎ እዚ ትካል እዚ ንሕና ነብስና ንረክበሉ መእተዊ ንረክበሉ ማዕጾ ክክፈት ኣለዎ። ብድሕሪኡ ንስኻ ኣብቲ መዓርክ ውሽጢ እንተ ኣቲኻ ነብስኻ ትረኽባ ኢኻ። እቲ ንዓና ጸገም ኮይኑና ዘሎ ገረብ ብሓኽላ ኣብ ገዛና ኮይኑ መፈንጠርያ እዚ ሓብል ናትና እቲ መእሰሪና ገመድ ኣብ ውሽጢ ገዛና ኮይኑ ኣብ ውሽጢ ገዝኡ ዝእሰርን ብሕዋቱ ዝድፈርን ሰብኣይ ከኣ መፍትሒ ይረክብን እዩ። ምክንያቱ እቲ ናይ ወሽጢ ገዝኡ ገዝኡ ጓሉ እያ። እቲ በሕዋቱ ከኣ ኣሕዋትካ ንስኻን እንተኸዚሎሞ ከኣ ካልእ ጉዳይካ ኣይኮነን። ስለዚ ንሕና እዚአን ክልተ ነጥቢ እዚአን ከም ርዱእ ክንወስደን ኣለና። ነዚኣ ማዕጾ እዚኣ ዝሰብር መን እዩ ብዘየገድስ ይምጻእ። ኣስሉ ንሕና ክንከስብ ተዘይኮይና ድሕሪ ሎሚ ንኸስሮ ነገር የለን። እኑ ንምንታይ እዩ ኩሉ ንሕና ናትና ዋንነት ዝበሃል ነበረ ከሲርናዮ ኢና ናስ በቃ ዝኸሰረ ከኣ ከይከስር ኢሉ ዝፈርሃሉ መገዲ የብሉን። ሕጂ እቲ ስርዓት ዝሽቅጠሉ መዓናጹ መዓጹ ኣማና ያናስ እዚ ባሕርና ዶ እዚ ልእላውነትና ዶ በጽቢጽኩም ሽኮር ጌርኩም ስተይዋ በልዎ። እዚ ዕስራን ሸውዓተን ዓመት ዕስራን ገለን ዓመት ነዚ ህዝብና በቃ ብርድኢትን ብዘይ ርድኢትን ጆሆ ዝሓዘ ኣነ ኣነ ግዳይ ናቱ ነይረ ግደፉ ካልኦት ካብ ነብሰይ ኣትሒዘ ክብለኩምሲ ሓደ ግዜ በቃ እዚ ደምበ ፍትሒ ቀሺሽኒ ቀስ ኣልወጠን እዚ ዓዲ ልእላውነት ክድፈር የብላን ገለ ይብል ነይረ ድሓር ኮፍ ኢለ ሕሳብ ኣብ ዝገበርኩሉ ግዜ እናዓበኻ ኣብ ትኸደሉ ግዜ ግን ኩሉ ሓሶት እያ ናስ ዝሓዝካዮ ነገር ዘይብልካ እንተ ብዛዕባ ልእላውነት ሓደ ሽፍታ ሒዝዋ ዘሎ ትከላኸል ኮንካ እስኻ ትሕሱ ኣለኻ ያዕኒ ተኽዳዕ ነብሰክ ስለዚ ካብዚ ወጺና ንሕና ፈትሹ ነብስኹም ዝመጸ ይምጻእ ንሕና ምስ ዝመጸ ጸላኢ ናይ ስርዓት ህግደፍ ንሕና ምስኡ ጠጠው ክንብል ኢና ካብ ስርዓት ህግደፍ ዝዓቢ ጸላኢ የብልናን ሽኩራን ሎሚ ሓድሽ መድረኽ ኣቲና ከም መንእሰያትን ከም ተቃለስትን እዚ ደንበ ፍትሒ ሲ ምስ ሙሉእ ሓይሉ ኣብ ኢትዮጵያ ነይሩ ተረዲእካ ይጠማመት ይንበር ነይሩ ቅያር መንግስቲ ኮይኑ ኣብ ኤርትራ ኣትዩ ነቲ ስርዓት ሪስካ ኣይወስድን እዩ ነይሩ እቲ ኣስዋእ ንደምበ ፍትሒ ኣብዚ ደረጃ ዘብጽሖ ሰላሳ ኣርባዓ መዓጹ ክኸፍት ዝገበሮ ኣጀንዳ ከኣ እዚ እዩ። ንስኻ ጸላኢኻ ንምእላይ ነቲ ምንባር ዝኸልኣካ ኣካል ንክትወስድ ዘሎ ሪስክ ኢኻ ትወስድ። እስኻ መንግስቲ ኣብ ትኾነሉ ግዜ ሰባት ክጣልቡኻን ክተሓሳሰቡኻን እንተኾይኖም ኣብ ሕጊ ክትበጽሕ ክትክእል ኣለካ። ወላ ሕጂ እዚ ናይ ኢትዮጵያ ሲ እንት ትትኸየሉ ኢትዮጵያ መጽያ ኣብ ኤርትራ ከይትገዝኣኩም ዳግም ላላላ ከምኡ እንተኾይኑ ኣፍሪቃ ምሉእ ክፈርስ እዩ እዚ ጉያ ጉያ ዝግበር ዘሎ እዚ ትማሊ ዶክተር ኣብይ ንምንታይ ትማሊ ንዕመን ንልማዕ ክብል ከሎ ልምዓት ኣብዮሞ ተዓይቢ ፀገም ከዓ እዚ እዩ

ካብ ኣራት ኪሎ ተበጊሰን ነዛ ዓዲ ሃሎ ሓመድ ክገብርኦ ኣለወን ንብል ኣለና ክቡር ሓው ብኣ ተበገስ። ብጣዕሚ ጽቡቅ ጽቡቅ ንሱ ኣነ ውን ምሳካ ይሰማማዕ ዋላ ሓንቲ ሽግር የብለይን ክቡር።
እዛ ኣሰናይ ግን እታ መልሲ ዝሃባ ግን ናይ ኣሰናይ ትተርር ኔራ ናይ ኣሰናይ ካኣ ትንጽር ኣንሕና ጎረቤት ሃገር ኢና በቃ እዚ ናይ ሓባር ረብሓ ኣለና ኣብቲ ናይ ሓባር ረብሓና ሓቢርና ክንሰርሕ ኢና ንዘልኣለም ኢሉ። እዚኣ እታ ተዛርብ ዘላ እዛ ውፉይ ዝበላ ግን በቃ ኢትዮጵያ እንስኻሲ በዓል ጎሲ ፖለቲካ ጃምዕ እ፣ ስማዕሞ ክቡር ብጻይ ስያሳሲ እ፣ ተጃራ እምበር እዚ ቅዱስ ነገር ኣይኮነን ጃምዕ ወይ ከኒሳ ሒዝካዮ ትኸይድ ተረዲእካ ኣሎ ሓደ ኣካል ክ- ጥሙሓት ዘለዎ ዝጎይ ዘሎ ኣንጻር ጸላኢኡ ሪስክ እኮ እዩ ወሲዱ ዘሎ ሰብዚ እሰብ እዚ እንተ ተዓዊቱ እሞ ላላ ሕጂ እንታይ ድዩ እሞ ኣብቲ ናቱ ቦታ ኣቲኻ ላላ እሞ ንስኻ ከምኡ ዘስግኣካ እንተኾይኑ ንስኻ ከም ሓደ ተቓላሲ ልዕሊኡ ክትከውን ደቂቃ ኖኖ ቢሻ ኣነ ብመገድኻ ካልእ መልእኽቲ ይሰድድ ኣለኹ ንምንታይ ኣይተሕልፈንን ኣብዚ ጠኒኑ እኳ ኢና ንሰምዕ ዘለና። ህግደፍ ክካትዖ ዝግብኦ ገዲፎምሲ ኣፍ ናይ ህግደፍ ኮይኖም ይካትዑኻ ኣለዉ። እዚ ወዲ እዚ ሪስክ ወሲዱ ጽባሕ ንጎይ ይጎይ እንተሎ ክመርሖም እዩ። ንሕና ሎሚ መዓስ ኮይና እኮ ከምኦም ኢልና ትማሊ ወላ እዚ ቃላት እዚ ከየውጸእሲ ቅድሚ ዓመት ኣነ ከምኡ ኢለ ውፉይ ይጎይ ኣሎ መሪሑና ኢልኩም ጽባሕ ምኒን ከይትብሉ ኸላስ ሕጂ ከዓ ንስ እዚኦም ሲ ብፍላይ እዚኦም ቀቢላ ሓንሳብ መክተር እዚ ንሱ ወሲድዎ ዘሎ ከላስ ሓላፍነት እኳ እዚ ረዲእካ ኣሎ ኣነ ሲ ዓንተወይ ካብታ ናይ ዳህላኪኖ ኣነ ዋሰቕ ኣብ ዳህላክ ንምንታይ ሰሚዑ ስለ ዝዛረብ ኣብቲ ናይ ዳህላክ ዝወሰኩ ግድን ከም ሰምዑ ስለ ዝኣምነ እዚ ሰብ እዚ ከዓ ካብቲ ቃላት ንሱ ዝበሎ ሓደ ቃል እትሎ ፍሉጥ እዩ ንቃሽ እንተ ኮይኑ ሰባት ኣብዚ ሜድያ እንታይ ድዩ ቢሻ እታ ተድልዮም ጥራይ የልዕሉ። እዚ ሰብ እዚ ሕጂ እውን ኣነ ከይትቕሽሾም ዘም መንእሰያት ኢለካ ኮይ ዓንተ ወይ ባሕርና ዶ መሬትና ዶ ክብሉ እዮም ሕጂ ስራሕ ገዲፎም እታ እቲ ጸላኢኦም ዝደልያ ኣንጎሎ ኣብኣ ክኣትዉ እዮም። ንሕና ከዓ ካብዚኣ ክወጹ ኢና ንደሊ። እዚ ሓሶት እዩ። ባሕሪ ዶ ገለ ዶ ኡይ በል ኣልቅስ ኣብዚ ሜድያ ትቕይሮ ነገር የለን። ኣብ ሜድያ ትቕይሮ ኣብ ባይታ ህላውነትካ ምስ ተረጋግጽ ጥራይ እዩ። ኣብ ባይታ ኬድካ ጸላኢኻ ምስ ትስዕር ጥራይ እዩ። ስለዚ በቃ ኣፈኛታት ናይ ህግደፍ ክኾኑ እንዲም ሕጂ ንሕና ውፉይ ዝወሰዶ መሳርሕትና ማዕስ ኮይኑ ግን እቲ ኣጁርኣ እቲ ወሲድዎ ዘሎ ጅርኣ ከማን ኣዝዩ ደስ በሃሊ እዩ ተረዲእካ እዞም እዚሲ ሕቆ ኣለዎ ቢሻ ሓደ ነገር እኳ ይትረዳእካ እዚኦም ምኒን ዝብሉ ዘለዉ ፍርቆም ኣህባይ ኣብቲ ዝኾረዩ እዮም ተረዲእካ ፍርቆም ሰራሕተኛታት ናይ ህወሓት ነይሮም በፅቢፅኒ እንዲ ሰብኣይ ዘማሸሸ ተኮለለካ ትለቢ ማሻ ኣኼር ዘያኺዞ ከም ተረዲእካ ኣሎ ቢሻ እዚ ሰብ እዚ ሲ ዝኣመነ ኣሚኑ ስጉምቲ ይወስድ ኣሎ ሕጂ ንስኻ ብኡ ምዝራብ ነዚ ንስኻት ብርድኢት ተዛረብ ድሓን ካልእ ኣለካ። በቃ ውፉይ ከምዚኣ ኢሉ ኢሎም እዞም ቀባይል ሕጂ ምኒን ክብሉ ክውዕሉ እዮም ስራሕ ናይ ህግደፍ ክሕዝዎ እዮም እንታይ ገደሶም ስኻሲ ውፉይ ከምኡ ይበል ኣይበል ዘርብሖ መገዲ ይኸይድ ኣሎ ንስኻ እንታይ ክትገብር እዩ ትሕቶ ሕጂ ስራሕ ናይ ህግደፍ ንክሕዙ ኢና ክንርኢ ካብ ትማሊ ከዓ ጀሚሩ ኣሎ እዚ ተረዲእካ ህግደፍሲ ዋንነት ኣዴታትኩም ክብርታትኩም መንጢሉ ብዛዕባ ባሕሪ ዶ ውፍይ ከምዚ ኢሉ ዶ ንስኻ እንታይ ትገብር ኣለኻ? ተዛሪቦም ዝኸዱ ጥራይ ወሓዱናን እኮ ስለዚ ውፉይ በትያ ዝበላ ኣነ ኣብ ቦታ ናይ ውፉይ እንተኾይነ ምስዚ ኩሉ ከይድዎ ዘሎ መገዲ ውፉይ ቁኑዕ ኣሎ ምክንያቱ ዝኣመኖ ሕቆ ኣለዎ ዝበፅሖ ባይታ ኣለዎ ትማሊ ወፅዮም እንዲም እሞይ ትከታተሉ ንኹም እቶም ንውፉይ ዝድግፉሲ ሕቆ እኳ እዩ ሓደ ፖለቲካዊ በቃ ቅያር ናቱ ዘርእየሉ ስእሊ የንጸባርቕ እኳ እዩ እዞም ኣብዚ ንሕና ንቕመጦ ዓዲ ትማል ወጺኦም ነበሩ ርኢኹሞም ዶ እዚኦም እኳ ብዕትባሮም ቅያር ናይ መንግስቲ ባርላማ ምሉእ ዘንጸባርቑ እኳ እዮም ስለዚ እዚ ሰብ እዚ እንተ ኢሉ ዝበጽሖ ነገር ኣለዎ ንስኻ እንታይ ትብል እዩ ትሕቶ ኣብ ፖለቲካ ስለማለም እንተኾንካ ነኖ እዚኦም ከይብሉን እዚኦም ከይብሉን ረጊፆምኻ ኸዱ ኣሳዑዲ ያናስ በቃ እስትዕዳድ እዩ ውፉይ ዝወሰዶ መገዲ ከዓ ሪስኪ ኣትዩ ኣሎ እዚ ሰብኣይ እዚ በቃ ተባዕ እዩ ነቲ ንሱ ዝኣመነሉ መገዲ ነቲ ንሱ ክቃለሶ ዝፀንሐ መገዲ መወዳእትኡ ከብፅሖ ሓላፍነት ተሰኪሙ ኣሎ እዚኣ ካብዞም ሽማግለ ፖለቲካውያን ኣይወስድዋን እኮ እዮም እዛ ሓላፍነት እዚኣ ዝወስድዋ ነይሮም እንተዝኾኑ ኣብዚ ስደት ሰላሳ ካንሸሎ ኮይንና ይመሃለና ቢሻ መሰልና እዩ ክብድና ኢና ብሓይና ንሸይጥ ነጋብዮ ደልና ኢና ንሕና ጸጸጋ ኢና ሃገርና ሃፍታም ሃገር እያ ምስ ኩሉ ሓይልታት ፈጢርና ካብኡ ዝሓይል ሓይሊ ፈጢርና ንጭፍልቆ ኢና ኣብቲ ዓዲ ስርዓቱ ኣልጊስና ሓድሽ መንግስቲ ንፈጥር ኢና እዚኣ እታ ስራሕ ካልእ ስራሕ የብልናን ነዚ ኣንታ ትገብር ኣለካ መጀመርታ ብግዜኻ ትስዋ ብገንዘብካ ብድሕሪ ብህይወት ሕጂ ዘን ክልተ ገይርና ኣለና ተሳሴት ትመፅእ ኣላ እዚኣ መልእኽቲ ብፅሓልኩም ዘለኹ ወሪስና ኢና እቲ ጌጋ እዩ ንእስያስ ዝገድፈሉ ምክንያትካ እዩ ስለዚ ተቐንዲ ንገባ ንኽእል ድልወናትና ሓሳብና ኣስፊሕና ንመሃር ኣለና ካብ ታሪክ በዓል ዓርከይ ዳዊት ሳሚ ብዙሓት ኣለዉ ጀጋኑ ወዲ ኣባዲ ዓሰርተ ዓመት ዕስራ ዓመት ብዛዕዲ ገይሮም ስትል ብረት ሒዞም ነበሩ ሻዕብያን እንታይ ስዒሮም ካብዛ ንመሃር ኣለና በየነ ተቂስዎ እዩ ልምንና ኣይፈጠርናን መራሕቶም ኣንፎርችነትሊ ነቲ ርእይቶ ኢሉ ዘክብ ዘለኹ ዳርጋ ህግደፍ እዮም ነይሮም ባባ ኢስያስ ቃልሲ ናይ ኤርትራ ብደገ ኮይኑ ባዕሉ ዝመርሖ ጸኒሑ ሓቂ እዩ ካብ ኣጀ ተማሃሩ ሕጂ መጺኦም ካልእ ሽም ቀይሮም እዮም ዝምለሱኻ ዘለዉ ሴም ሰባት ኣብ ቤት ምኽሪ መጽኡኻ ኮለል ይብሉ ስብልካ ይሓቱኻ ኣክንዲ ብዛዕባ እቲ ፖለቲካ ከመይ ኢሎም ይዕብይዎ ከመይ ገም ለውጢ ብዓዲ ምምፅኡ ኮፍ ኢሎም ብዛዕባ ዓሰርተ ሽሕ ሓቱኻ ጅምሩ ሚእቲ ቅርሺ ተዋሂብካ ይብሉኻ ይገርመካ እዩ ስለዚ እቲ ተስፋ ናይ ኤርትራ ኣባኹም እዩ ንስኹም ሕጂ ንሕና በዚ ዝምድና ዝፈጠና ዘለና ብዙሕ ዓይነት ሓገዛት ንረክብ ኢና ካብኡ ብዓበይኡ ዓድና ምስ ሓዝና ብእቲ ጸጋ ዘሉ ነጊድና ምስ ዓለም ትምህርቲ ከም ብሓድሽ ንዝመንእሰይ ሃኒፅና ንሃገር ዝመሓድ ንገብሮ ኢና ስለዚ ኣብ መወዳእታ ክብለኩም ዝኽእል ንስኹም ኣብ ተስፋ ሃገር thank you ጻዕርኹም
ስለዚ ገሊኡ ሰብ ዋላ እቲ ናይ ሳዋ ናይ ዊዓ ናይ ኩሉ ግፍዒ በፂሕዎ በጥ ኢሉ ደቂሱ ኣሎ ገሊኡ ከዓ በቃ ሰብኣውነት ስለ ዘለዎ ከም በዓል ዳዊት በቃ ዓዲ ዓዶም ተሃገሮም ህዝቦም ክስደድ ስለ ዝርእይዎ ኣብ ዝተረኸበ ዕድል እቲ ወጽዓ ስለ ዝርእይዎ በቃ ገንዘቦም ድሕሪት ኣይብሉ፣ ግዜኦም ድሕሪት ኣይብሉ፣ ህይወቶም ድሕሪት ኣይብሉ ማለት እዩ። ገሊኡ ኻዚ ኩሉ መከራ ጸጊቡ ደቂሱ ኣሎ ገዝኡ ሕጂ ገሊኡ ይድግፍ ገሊኡ ከዓ በቃ ቻይናዊ ድዩ ህንዳዊ ድዩ ክርዳእካ ዘይክእል ኤርትራውያን ተኣኪቦም እንዳተመያየጡ በዚ ይሓልፍ መርዓ ኣለኒ ጥምቀት ኣለኒ ገለ ይብለካ ሕጂ ከምታ ዝበልኩም ናይ ምሩጻት ጉዳይ እዚ ናይ ሕሩያት ጉዳይ እዩ ሰው ኢሉ ማንም ሰብ ፍትሒ ዝደሊ ሰብ ክኸውን ኣይክእልን እዩ ብውሽጡ ብሕልኑ ዝተመረፀ ሰብ እዩ ዝኸውን ስለዚ ዳዊት ከም ዳይረክት ዝዛረቦም ነገራት ኣለዉ ንሕና ቁርብ እቶም ሳዋ ዝበፃሕና ከዓ ኣዝልቕ ተማሂርና ጥምዝዝ ተማሂርና ገለ ዝት ኣለው ሻዕብያ ንባዕሎም ክብሉ ዝመሃሩና ኣብታት መሸጓሽጉ ንፈጥር ኢና ገለ ናቱ ባህሊኣ ግን ብሓፈሽኡ ከላልየኩም ተደጋጋሚ ግዜ መፅኡ ናብዚ ዓዲ እቲ ኩሉ ንዛረበሉ ንገብሮ ዘለና ዝበዝሐ ኣስተዋፅኦ ዝገብር ዘሎ ዳዊት እዩ ማለት እዩ እቲ ዝተዋፅኦ ንኩላህና ይርዳኣና እዩ ንዕኡ ተኸቲሎም ከዓ ማለት ሎሚ ገንዘብ ኣብ ዝተፈላለዩ ሃገራት ክህልወካ ይኽእል እዩ ዓዲ እንተዘይብልካ ግን ፅባሕ ኣብቲ ዓዲ ፖለቲካዊ ሽግር ተፈጢሩ ገንዘብካ እንድሕር ወሲዶሞ ወዲኻ ኢኻ ትኸደሉ ቤት ፍርዲ የብልካ ትኸደሉ ገለ ኣብ ብዙሕ ርኢና ኢና ካብ ደብ ኣፍሪቃ ጀሚርካ ኣብ ብዙሕ ሃገራት ርኢና ኢና ዓዲ እንተዘይብልካ ኩሉ የብልካ ብሓፂሩ ሃገር ተዘይብልካ ኩሉ የብልካ ስለዚ ዳዊት ካባና ሒሹ ከምቲ ዝበሎ እቲ ናይ ስደት ዕድላት እውን ኣብ ድሓን ግዜ ስለ ዝነበረ ተማሂሩ ቢዝነስ ገይሩ ነዚ ግንባር ይጥውሮ ኣሎ ክበሃል ይከኣል ማለት እዩ በቃ ይጥውሮ ኣሎ እንተበልና ምግናን ኣይኮነን ብደገ ብዙሓት ሰባት ይሓቱና እዮም ፀብፃብ ሕሳብ ገለ ይብሉና እዮም ኣነ ሓንቲ ነገር ትርድኣኒ ወይ ወሃባይ ክኾን ኣለኒ ወይ ከዓ ናይ ኦዲት በዓል ስልጣን ክኾን ኣለኒ ብዛዕባ ገንዘብ ክዛረብ ተኾይነ እንድሕር ወዲ ኣባዲ ዝሃቦ ገንዘብ ፀብፃብ ይብል ኣሎ ኮይኑ ኔው ኮይኑ ኣለዎ እንዶ መልሓስ ባዕሉ ዘይሓተኒ ተዋሂቡ እንተኾነ ከ እንታይ ይፈልጥ ሕጂ እቲ ኩሉ ኣብ ሶሻል ሚድያ ዝግበር ማዕረ ክንዱ ስለ ዘጥፋእና ኣይኮነን ስለ ዘይተደለና እዩ በፍንጫ ንድለየሉ ግዜ ከዓ መፅኡ ኣሎ ሕጂ ክመፅእ እዩ ቀስ ኢሉ ዳርጋ ናይ ካልኦት ከዓ በፍንጫ እዩ ዘሎ እቲ ኩሉ ሕጂ ዝገልፀልኩም ዘለኹ ኩሉ ሰብ ንዳዊት ርእዩ በዚ ኣጋጣሚ እዚ ኣብ ሃገርካ ትገብሮ ወፍሪ እዩ ገንዘብ ዝበሃል ኣብ መንእሰያትካ ትገብሮ ወፍሪ እዩ ገንዘብ ኮይኑ ገንዘብ ዝወልድ ኣብ ባንኪ ገንዘብ ጥራይ እዩ ዝወልድ ኣብ ሃገርካን ደቂ ሃገርካን ትገብሮ ወፍሪ ግን ናጽነት ይወልድ፣ ዓወት ይወልድ፣ ሓርነት ይወልድ፣ ሰላም ይወልድ። እዞም ኩሎም ሰብ ኣብ ባንኪ ቀሚጦሞ ዘለዉ ገንዘቦም ገንዘብ ጥራይ ትወልድ ዋላ ሓንቲ ትወልድ ናይ ካልእ ገንዘብ ካብ ከምዚ ዝበለ እንድሕር ውፊርካዮ ግን ሕልና እውን ናይ ሕልና ቅሳነት እውን ይወልድ እዩ ጽባሕ ንግሆ ማለት እዩ እዚ ንርኢና ገለ ነገር ፍጠሩ እሞ ሽዑ ክንበኩም ተፈጢርና ዳ ተፈጢሩ እንደልን እኮ ድሕሩ ክንፈጥር ኢኻ ክትሕግዘና ዘለካ እምበር እንድሕሪ ፈጢርና ቦርሳኻ ሒዝካ በዚያ ብነፋሪት ሕለፍ እንታይ የድልየና ንሕና ክርስቶስ ኣይኮና ናብ መገዲ ተረኪብና ተኣምር ክንሕተት ወይ ዘይተራእየ ነገር ክንፈጥር ክንሕተት ወይ ዝለመሰ ወይ ዝዓወረ መፅኡ ክነብርሃሉ ኖ ኖ ሓርጎፅ ቆፅ ኢና ንብል ዘለና ንፍትን ኢና ዘለና ኣከባቢና ዘለዉ ሰባት እንዳጎዳእና ከም በዓል ዳዊት ንጎድኦም ኢና ዘለና እኳ ግዜኦም ገንዘቦም ንጎድኦም ኣለና ስለ ዘይብልና ንሃስዮም ኣለና ኣከባቢና ዘለዉ ሰባት እዚ ከይቅፅል ግን እቲ ኤርትራዊ ኣውፋር ዝበሃል ልዕሊ እዚኣ ተኣምር ምርኣይ የላን ወለዲ ኣለኩም ቤተሰብ ኣለኩም ካላሽን ሃቡና ክንስንክል ወይ ክንስዋእ እኳ እዩ ዝበሃል ዘሎ ገንዘብ ዳ ሜና ይኮይኑ ገንዘብ ሂብካ ሂወትካ ቅፅል እዩ ማንም ኣይኮነን ገንዘብ ዝበለኩም ትክክል እዩ ገንዘብ መሳለጥያ እዩ ትዋና ዕላማ እዩ ገንዘብ ነቲ ተኸዶ መንገዲ መሳለጥያ ኤር ቲከት ክኾነካ ይኽእል መሻርፍ ክኾነካ ይኽእል ናይ ገዛ ክራይ ክኾነካ ይኽእል ገንዘብ ክጠፍእ እዩ ተሰሪሑ ስለዚ ዳዊት ሓደ ኣብነትና እዩ ኣብ ስደት ተወሊዱ ዝዓበየ ኣብዚ ክድምረልኩም ኣይደልን ኣጥፊእዎ ዘለዎ ገንዘብ ነዚ ግንባር ግን ንሱ ብናቱ ባህላ ንግንባር ዘይኮነስ ንመጻኢ ሃገር ንሕጂ ዘሎ መንእሰይ ነቲ ሰላምን ነቲ ፅባሕ ዝፍጠር ቅሳነትን ምዃኑ እዩ እዚ ከዓ ኩላና ክንመሃረሉ ይግባእ እታ ትግርኛ ተቃሊሱ ክኢልዋስ እንተሰሚዕኹማ ማለት እየ ሕጂ ተፈላለዩ ኤርትራውያን ይመፅኦም ናብዚ ዓዲ ርክባት ይገብሩ እዮም ተፈላለዩ ርክባት ማለት እዩ ካብ ላዕሊ ስጋብ ታሕቲ በብናቶም ዘዝፀንሖም መስመር ንሕና ነቕርቦ ዘለና ንሶም ዘቕርቦ ዘለውን ይፈላለዩ ንሕና ኣውርዱና ኢና ንብል ዘለና ክንውድእ እቲ ጉዳይስ ክንውድኦ እቲ ካልእ ሰብ መብዛሕትኡ ዝመፅእ ግን እዚኦም ኣይረብሑን እዮም ክብል እዩ ዝመፅእ ኣነ መቸም ናብታ ጥቓ ገዛይ ከማን ኣይከድኩን ንሰብ ክሓሚ ካብ ናብዚ ቲኬት ቆሪፀ መፅ ንሓወይ ንዓቕሙ ዝገብር ዘሎ ሰብ ንወዲ ዓደይ ክሓሚ ካብ ክመፅእ ኣብ ገዛይ ምድቃስ ይሕሸ ፅቡቕ ነገሩ ኩሉ ይመፃና እዩ ከምዚኣ ዝበሉ ሰባት መፅኦም ኣለዎ እሞ ትፈልጥዎም ዲኹም ናባኹም ሰዲድናዮም ኣለና ከምዚኣ ዝበሉ ሰባት ከምዚኣ ፕሮፖዛል ሒዞም መፅኦም እሞ ከምኡ ዲኹም ከምዚኣ ዝበሉ ዓበይቲ እውን ንብሎም ሰባት ሕጂ ንሕናስ ንፀላኢ ኢና ነፀግም እምበር ነፀጉሞ ሰብ የለን መቸም ተገደደ ክንፈላለ ኢና ንኽእል ምስቶም ዘይድግፉ ነዚ መገዲ ዋላ ዘይድግፍዎ እንዳሃለዉ ግን ልግብ ይብሉኻ። ብመጥባሕቲ ዲና ክንፈላለ ብምንታይ ኢና ክንፈላለ እንድዒ መቸም ኦፐረሽን ዝድለ ኮይኑ እዩ ዝስምዓኒ ምስ ገሊኦም ምክንያቱ እዚ ቦታ እዚ ኣይድግፍዎን እዩ ካብዚ ቦታ ከዓ ዘይእለ እዩ እንድዒ መቸም ናይ መፈላለይ ገለ ሳይነስ እንተሎ ክንርኢ ኢና ምክንያቱ ኤርትራውያን ምቅላስ ኣይኮናን ዘይከኣልናዮ ዘለና ምፍልላይ ኢና ዘይከኣልናዮ ዘለና ምፍልላይ ኣካል ፖለቲካ እዩ እዚ ምንም ሰብ ኣብ ገዳም ተቐሚጡ ይበኣስ ይዕረቕ እኮ እዩ ሰብ ሰብ እዩ ስቕ ኢልካ ማለትሲ ፍፁም ኣምላኽ ዝበሃል እውን ሲኦልን ገነትን እዩ ዘለዎ በቦታኻ ከትሕዝ ስለዚ ግድን እዩ ኣብ ፖለቲካ በቦታኻ ክትሕዝ ከምዚ ሓንቢሱ ዝኽእልን ዘይክእልን ተተሓሒዝካ ኣብ ቃላይ ክትጥሕል እዚ ጌጋ እዩ ስለዚ እቶም ተድልየና እያ እዛ ቦታ እዚኣ ዝበልና ምስ ዓለም እንዳተዛረብና ምስ ህዝብና እንዳተዛረብና ምሳኹም እንዳተዛረብና እታ ጉዳይ ክንውዳእ ንሰርሕ ኣለና እዚኣ ተድልያ ዝበለ ተኣፍ ደገ ገፊሕ እዩ